ሰላም ከመይ ትኾኑ ጋይስ ካፊ ኢሊ ሎማዕንቲ ካኒ ብዛዕባ ስቴጅ ኢለቨን ቱር ዲ ፍራንስ መድረኽ ዓሰርተ ሓደ ዝነበረ ጸብጻብ ከምኡውን ኣብ ቻይና ዝካየድ ዘሎ ሻንሃይ ሌክ ዝተባሃለ ቱር እውን ውዲ ሙሌ ወይ ከዓ ሄኖክ ሙሉ ብርሃን ዝሳተፈሉ ዘሎ ናይ ክልቲኡ ጸብጻብ ከምኡውን ኣብ መወዳእታ ብዛዕባ እዞም ትሪእዎም ዘለኹም ሰለስተ ጋዜጠኛት ካብኣቶም ሓደ ኣሮም ስትሮንግ ኣሎ ኣብ ሳይክል ዓብዪ ሽም ዘለዎ እዩ ኣርምስትሮንግ ስለዚ ንኤርትራ እንተዘይከድና ኣብሉ ኣለዉ ንኤርትራ ክንከይድ ኢና ከምኡ ተዓቢና ም ዝሃብዎ ርእይቶ ኣሎ ስለዚ ኣብ መወዳእታ ከዓ ብዛዕባኦም ንእሸይ ክንሰምዕ ኢና ማለት እዩ ስለዚ ኣብ መወዳእታ ምሳይ ፅንሑ ሓደ ሸሕር ኮንኩም ሳብስክራይብ ኣይትረስዑ ለስገው ስለዚ መጀመርያ ብ ናይ ሎማዓንቲ Stage Eleven መድረኽ ዓሰርተ ሓደ ዝንበረ ውጽኢት ክንጅሚር ኢና ሎማዓንቲ ምናልባት ማሉ ነጊረኩም ኔረ ኣዝያ ሓያል ዓቕብ ዝበዝሓ ከምኡውን ነቶም ናይ ግዜ ተጻወቲ ኣዝያ ኣገድስቲ ምዃነት ኣገዳሲት ምዃና ትማሊ ነጊረኩም ኔረ ስለዚ ከምቲ ዝተጸበናዮ ካኒ ቦጋቻ ምስ ካልኣዩ ወይ ካኒ ቫንጋርድ ከባቢ ዝተረፈ ዓሰርተ ሓደ ልዕሊኡ ዓሰርተ ገለ መለ ኪሎ ሜተር መሪሖም ብምክያድ ኣብዚ ናይ መወዳእታ ማለት እዩ ክልቲኦም ወዲኦማ ማለት እዩ። ቀዳማይ ቫንጋርድ ኮይኑ ካልኣይ ካኒ ፖካጃ ኮይኑ ክልቲኦም ብዘይ ዝኾነ ይኹን ዓይነት ናይ ግዜ ፍልልይ ብዘይብሉ ማለት እዩ ክልቲኦም ቀዳማይን ካልኣይን ኮይኖም ወዲኦማ ማለት እዩ። ሳልሳይ ካኒ ኢቬኖፖል ኮይኖም ተዓዊቶም ኣለዉ። ኣብ መንጎ እቲ ካየድ ናይ ነጥቢ ካኒ እዚኣ እውን ንበዓል ቢንያም እትግባእ ዝነበረት ነጥቢ እያ እንተኾነ ግን ካብ መጀመርያ ምህዳም ስለ ዝነበረ እታ ቀዳሚቲ ሃዲማ ዝነበረት ግሩፖ ሸሞንተ ኮኑ ቀዳሞት ሃዲሞም ነይሮም ስለዚ እታ ቀዳሚቲ ግሩፖ ብምሉኣ ንሶም እዮም ጠርኒፎማ ማለት እዩ ስለዚ ከም ትሪእዎ ዘለኹም ጋኒ ትሩጂስ ቀዳማይ ኮይኑ ተዓዊቱ ትሩጂስ ደሓን ዝኾነ ነጥቢ ነይርዎ ራብዓይ ደረጃ እዩ ነይሩ ብሓፈሻ ኣብ ናይ ነጥቢ ማለት እዩ ስለዚ በዘን ዝወሰኸን ክልተ በዘን ዝወሰኸን ዕስራ ነጥቢ ካኒ ናብ ሳልሳይ ደረጃ ከይዱ ኣሎ ማለት እዩ ስለዚ ከም ትሪእዎ ዘለኹም ብሓፈሻ ራንክ ምስ ንርኢ ኣብ ናይ ነጥቢ ቀዳማይ ቢንያም ግርማይ ብ ክልተ ሚእቲ ስሳን ሸውዓተን ኣይወሰኸን ነጥቢ ማለት እዩ ከምኡ ውን ፍሊፕሰን እውን ኣይወሰኹን ማለት እዩ ትሩጂስ ዕስራ ነጥቢ ወሲኹ ስለዚ ካብ ራብዓይ ናብ ሳልሳይ ከይዱ ኣሎ ማለት እዩ ኣብ ናይ ብጫ ማልያ ከዓኒ ፖጋቻ ዝነበሮ ግዜ ኣግፊሑ ከም ትሪእዎ ዘለኹም ቀዳማይ ኮይኑ ተዓዊቱ ኣሎ ካልእ ለውጢ ዝተገብረ ከዓኒ ኣብ ናይ ቀይሕ ነጠብጣብ ማልያ ማለት እዩ እዚኣ ከዓኒ ብኣብርሃምሰን ተታሒዛ ዝነበረት ፖጋቻ መንጢልዎ ኣሎ ማለት እዩ ብሳላሳን ሽዱሽተን ነጥቢ ኣብራም ሰን ከኣ ሰላሳን ሰለስተን ነጥቢ ማለት እዩ። ኣብ ናይ ጻዕዳ ማልያ ከኣ ኤቫን ፖል ይመርሕ ኣሎ ማለት እዩ። ካልእ ኣብ ቻይና ዝካየድ ዘሎ ቱር ሻንሃይ ሌክ ዝተባህለ ውድድር ሄኖክ ሙሉ ብርሃን ዝሳተፍ ኣሎ። ትማሊ ቀያሕ ነጠብጣብ ማልያ ወይ ናይ ዓቐብ ሒዝዋ ነይሩ እዩ። ሎማዓንቲ ብዝተኻየደ ነጥቢ ከኣ መበል ሓሙሻይ ደረጃ ሒዙ ኣሎ። ምናልባት ናይ መወዳእታ ቮላታ ክርእየኩም እዛ ትሪእዋ ዘለኹም ካልኣይቲ ጉጅለ እያ። ኣርባዕተ ሰባት ዝሓቖፈት ቀዳመይቲ ጉጅለ በይና ትፍንቲት ኣትያ እያ ማለት እዩ። ካብዚኦም ካኒ ካብታ ካልኣይቲ ዝበዝሐት ጉጅለ ካኒ ሄኖክ ሙሉብርሃን ቀዳማይ ኮይኑ ተዓዊቱ ኣሎ። ሄኖክ ኣብዚ ኣሎ ካብ ድሕሪት ተበጊሱ ኣክቹዋሊ ካብ ድሕሪት ተበጊሱ ከም ዝትሪእዎ ዘለኹም ቀዳማይ ወፂኡ ካብታ ካልእቲ ጉጅለ ማለት እዩ በዚ ውፅኢት ከዓ ካብ ሃዲማ ዝወዓለት ጉጅለ ኤኳዶራዊ ኤልቬሮ ኤልቬሮ ስፔዳ ብጫ ማልያ ተረኪቡ ኣሎ ሄኖክ ካብዚ ተቀዳዳማይ እዚ ብክልተ ነጥቢ 29 ደቂቅ ድሒሩ ሓምሻይ ተርታ ሒዙ ኣሎ ማለት እዩ ኣብዛ መድረክ እዚኣ ለቢስዋ ዝተወዳደረ ማልያ ኣንበሳ ዓቐብ ብስጳኛዊ ማሪዮ ኣፓርስዮ ብዝኣከቡ 22 ነጥቢ ተወሲዳ ኣላ ሄኖክ ከዓኒ ብ18 ነጥቢ ካልኣይ ደረጃ ሒዙ ኣሎ ማለት እዩ ስለዚ ሄኖክ ብናይ ሎማዓንቲ ውፅኢት እውን ሰብኣይ ላይንስ ኣርምስትሮንግ ሂ ወንት ቱ ጎ ኤርትሪያ ኣርምስትሮንግ ንኤርትራ ክኸይድ ይደሊ እያ ትብል ዘላ ርእስታ is at the finish
um, a seventh stage win for Philipson
ምዛ ትማሊ ዝተዓወታ ፍሊፕሰን ስቴጅ ቴን ዝተዓወታ

ዝዛረብ ዘሎ ኣርምስትሮንግ እዩ። Secondly, he is not gonna. ምናልባት ኣብዚ ንኣርምስትሮንግ ዘይትፈልጥዎ፣ ኣርምስትሮንግ ኣብ ሳይክሊንግ እቲ ዝበዝሐ ታሪኽ ኣመዝጊቡ ዝነበረ እዩ ዝነበረ ምኽንያቱ ዝሓለፈ ዘመዝገቦ ታሪኽ ወይ ከኣ ዝሓለፈ ናይ ብጫ ማልያ ድዩ ናይ ካልእ ናይ ካልእ ሙሉ ዝወሰዶ ታሪኻት ወይ ከኣ እቲ ዝበዝሐ ዓወት ዘመዝገበ ኮይኑ እዩ ተመዝጊቡ ነይሩ እንተኾነ ግን ኣብ ዝወዳደረሉ ዝነበረ እዋን ሓይሊ ዝህብ መድሃኒት ይወስድ ነይሩ ብምባል ተኸሲሱ ከም ብሓድሽ ምርመራ ተገይርሉ ርግጸኛ ኮይኑ ከኣ ወይ ከኣ ከም ዝወሰደ እውን ተረጋጊጹ ደሓር ነቲ ቅድሚ ሕጂ ወሲድዎ ዝነበረ ታሪኻት ብምሉኡ ከኣ ተሰሪዙ ማለት እዩ። ስለዚ ኣርምስትሮንግ ከምዚ ዓይነት ታሪኽ እዩ ዘለዎ። ምናልባት ብዛዕብኡ ከተንብቡ ተኾንኩም ላንስ ኣርምስትሮንግ ኢልኩም ናቱ ስቶሪታት ክትርእዩ ትኽእሉ ኢኹም። Secondly, he is not gonna green jersey. I got well, bad, I well, got bad news. Well, yeah, he he he. Um, He's not.

ብሓፈሻ ንኽፈልጡ ክሪእዋ ነቲ ሃገር እውን ክንከይድ ኣለና ብምባል እዮም ተሰማሚዖም ዘለዉ ማለት እዩ By the way, George would go anywhere.
Get one of your jizzy friends and line it up. My jizzy friends, okay. Is that the በዚ መንፅር ምናልባት እዚኦም ጋዜጠኛታት እዮም ብውልቆም ከይዶም ናይ ኤርትራ ታሪክ ናይ ሳይክል ማለት እዩ ኢቨን ኣብዚ ሕጂ እዋን ዝካየድ ዘሎ ውድድራት ካልእ ካልእ ክዕዘቡ ክእሉ እዮም እዚ ማለት ግን ቀሊል ኣይኮነን ብሕጂ ሒዝዎ ዝመፅእ ዕድላት ማለት እዩ ንብዙሓት ተፃወቲ ንብዙሓት ተፃወቲ ብዙሕ ዕድል ሒዙ ከም ዝመጽእ ወይ ከኣ ብዙሕ ዕድል ከም ዝፈጥር ርጉጽ እዩ ማለት እዩ ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ሓደሽ ሽሕር ኬንኩም ሳብስክራይብ ኣይትረስዑ ክሳብ ኔክስ መደብ ንራኸብ ፒስ